ቻምፕዮን ቅድድም ብሽክለታ ኤርትራ ክልተ ሽሕን ዓሰርተ ኣርባዕተን ቀዳም ሰላሳን ሓደን ግንቦት ብውድድር ግዜ ማለት ክሮኖሜተር፣ ሰንበት ሓደ ሰነ ድማ ብናይ ከተማ ውድድር ክካየድ እዩ። ምሉእ ትሕዝትኡ ኣማኑኤል ኣልኣዛር ብመልክዕ ጸብጻብ ኣዳልይዎ ኣሎ፣ ይስዕብ።
ዝሓለፈ ዓመት ኣብ ውድድር ክሮኖሜተር መትከል ክፍላይ ተዓዋቲ ክኸውን እንከሎ ኣብ ውድድር ጽርግያ ድማ ኣብዚ ግዜ ምስ ክለብ ኤምቲኤን ካልኣይቲ ዝርከብ ሜሮን ተሸመ ሻምፕዮን ኤርትራ ኮይኑ ምንባሩ ይዝከር። ናይ ሎሚ ዓመት ሻምፕዮን ኤርትራ ፍሉይ ዝገብሮ ዓበይቲ ፕሮፌሽናላት ተቐዳደምቲ ሃገርና ነታ ክብርቲ ማልያ ንምውሳድ ናብ ሃገሮም ኣትዮም ብምህላዎም እዩ። ናይ ግዜ ማለት ክሮኖሜተር ውድድር ቀዳም ኣብ ሰዓታት ቅድሚ ቐትሪ ካብ ኣፍ ደገ መቓብር ሓርበኛታት ተበጊሱ ጻዕዳ ክርስትያን በጺሑ ብዝምለስ ውድድር ዝካየድ ክኸውን እንከሎ ናይ ጽርግያ ውድድር ድማ ኣብ ሽዱሽተ ነጥቢ ኣርባዕተ ኪሎ ሜተር ዝርጋሕ ተሪር ዓቐብ ማይ ጃሕጃሕ ኣብ ዝርከቦ ቦታ ክካየድ እዩ። ኣብ ታሪኽ እዚ ውድድር ቀዳማይ ሻምፕዮን ዝኾነ ዳኒኤል ተኽለሃይማኖት ኣብ ክለብ ኤምቲኤን ብባንዴራ ሃገሩ ማልያ ክትስረሓሉ እንተኾይና ተዓዋቲ ክኸውን ኣለዎ። ናትናኤል ብርሃነ ናብ ቱር ዲ ፍራንስ ክኣቱ ኣብ ንጽበየሉ ዘለና ህሞት ብባንዴራ ሃገሩ ዝወቀበት ማልያ ለቢሱ ናብቲ ውድድር ምስ ዝኣቱ ከኣ እሞ እቲ ዝበለጸ ክኸውን እዩ። ናትናኤል ተዓዋቲ ኮይኑ ናብ ቱር ዲ ፍራንስ ክኣቱ ምስ ዝኽእል ናይ ሎሚ ዓመት ሕልሙ ጋህዲ ዝቕየረሉ ህሞት ምዃኑ ብተደጋጋሚ ክገልጽ ጸኒሑ እዩ። ኣብ ቀዳሞት ሓሙሽተ ኣዋርሕ ብሉጽ ብቕዓት ሒዙ ዝወጸ መርሃዊ ቅዱስ ገና ኣብ ማህረምቲ ስለ ዘሎ ሎሚ ዓመት ኣብ ሻምፕዮን ኤርትራ ክንርእዮም ካብ ዘይንኽእል ተቐዳደምቲ እዩ። ኣብ ካልኣይቲ ጋንታ MTN ዝጻወቱ ዘለዉ ሰለስተ ኤርትራውያን ተቐዳደምቲ፣ ሻምፕዮን ኣፍሪቃ ክልተ ሽሕን ዓሰርተ ሰለስተን ተስፎም ዑቕባማርያም ክብሩ ንምዕቃብ ናብዚ ውድድር ዝኣቱ ሜሮን ተሸመን ኣብዚ ሩዋንዳ ፍሉይ ብቕዓት ዘንጸባረቐ መትከል ኢዮብን ተልእኾኦም ሜሮን ተሸመ ኣብ ቅጽበታዊ ውድድር ንምዕዋት ምዃኑ እዩ ዝግለጽ። ነዞም ካብ ደገ ዝመጹ ተቐዳደምቲ ጥራይ ክንርኢ የብልናን። ኣብ ውሽጢ ሃገር ዝርከቡ ተቐዳደምቲ ብቕዓቶም ላዕሊ ከምዘሎ ብዙር ኣልጀርያ ኣመስኪሮም እዮም። መኽሰብ ደበሳይ ተዓዋቲ ዙር ኣልጀርያ ክልተ ሽሕን ዓሰርተ ኣርባዕተን ብምዃኑ ናብዚ ውድድር ርእሱ ኣቕኒዑ ዝኣቱ ተቐዳዳማይ ክኸውን እንከሎ፣ ኣብ ቅጽበታዊ ውድድር ካብ ግዜ ናብ ግዜ ብሉጽ እናኾነ ዝመጽእ ዘሎ ተቐዳዳማይ ኤሪቴል ዮናስ ተኸስተ ንዓበይቲ ተቐዳደምቲ ክምስጥ ዘይክእለሉ ምኽንያት የለን። ትስፉው ተቐዳዳማይ ክለብ ኣስፔኮ ኣማኑኤል ገብረዝጋብሄርከ ብፍላይ ኣብ ውድድር ክሮኖሜተር እንታይ ተኣምራት ኮን እዩ ከርእየና? በረኸት የማነ ብዳኒኤል ተኽለሃይማኖት ብቋሕ ሰም ዝተሳዕረላ ፍጻሜ በዚ ዓመት'ዶ ይኽሕሳ ይመስል እዚ ኩሉ ሕቶታት ንኽምለስ ናይ መዓልትታት ሕቶ ጥራይ'ዩ ተሪፍዎ ዘሎ።